እሺ ቤተሰብ እንታይ ኢና ንሰምዕ ዘለና? ናብ መሪሕነት ጉያጉያ እንደገና እዚ ምፍርራሕ ኣብ ቃልሲ ኣነ ሓደ ሰብ ዘፈራርሓኒ ክህሉ የብሉን ዳስ ዋይ ኣብዚ ሰንቢደ መልስን ገለን እዚ ኣነ ከምዚ ርእ ይፈልጥ ማሊ ትማሊ ሃይወይ ኣሎ ብ ኤርትራ ሃይወይ ኣሎ ብ ኤርትራ ሸውዓተ ኣፉ ሃይወይ ኣሎ ዝብል ዝነበረ ማዕበልሲ ሕጂ ንዓዲ ቀይሕ ክንከይድ ተገምጢልና ነርና ንዓዲ ኋላ ክንከይድ ተገምጢልና ነርና እዚኦምን ካልኦትን ኣብዚ መደብ እዚ ክንከታተል ኢና ቤተሰብ መጀመርታ ነዚ ቻናል እዚ ሓደሽቲ እንተ ኮንኩም subscribe እና like ናገበርኩም ናዚ ቻናል እዚ ቤተሰብ ምኳን ኣይትረስዑ ኢኩም መጀመርታ ከዚ subscribe ናገበርኩም like ናገበርኩም እዚ ቪድዮታት ቐጽልዎ። ንዓይ ምስ ውሽጠይ ዘየሳኒ ሓያል ክርክር ኣስዒስክኒ ዓይኒ ፍላጻን ውሽጠይ ይብል ብፍላጣዩ ዋነ ይብል እሺ ቤተሰብ በቲ ፈላማይ ቪድዮና ንቅፅል ኣለና ሰናይ ምክትታል። እዛ ቪድዮ ካብ ትማሊ ኣትሒዙ ኣብ ማሕበራዊ ገጻት ኢንተርኔት ብተደጋጋሚ ርኢኹማ ክትኮኑ ትኽእሉ ኢኹም። እታ ቪድዮ ኣብ ቲክቶክ ኣብ ዝተዘርግሐትሉ እዋን ሰፊሕ ሸፈነ ረኺባ፣ እቶም ኣብኣ ዝረኣዩ ተሓቛቒፎም ዝነበሩ ፍቑራት ዝመስሉ ድማ ኣብ ሓዳሮም ወጥሪ ኣምጺኣትሎም፣ ኣብ ማሕበራዊ ገጻት ኢንተርኔት ድማ ሽሞም ብተደጋጋሚ ኣዛራቢ ክኸውን እንከሎ እቲ ፍጻመ ከኣ ብብዙሓት ምስጢራዊ ኣብ ርእሲ ሓዳር ክፍጸም ዝጸንሐ ጾታዊ ዝምድና'የ ኣቃሊዑ ዝብል ርእይቶ ይወሃቦ ኣሎ። እቲ ፍጻመ ኣብ ሕቡራት መንግስታት ኣሜርካ ቦስተን ኣብ እትበሃል ከተማ ኮልድፕለይ ዝበሃሉ ጉጅለ ሙዚቀኛታት ኣብ ዝነበሮም ምርኢት'ዩ ኣጋጢሙ። እቲ ቀንዲ ደራፋይ ናይቶም ጉጅለ ሙዚቀኛታት ኣብ ዝበዝሕ ምርኢታቶም ኣብ መንጎ ደርፍታት ካሜራ ናብ ደገፍቲ ብምዛር ኣብ ካሜራ ፍቑራት ኣብ ዝረኣዩሉ እዋን እቶም ነቲ ሙዚቃዊ ምርኢት ክከታተሉ ዝመጹ ደገፍቱ ድምጺ ዝገብሩሉን እቶም መጻምድቲ ድማ ዝሰዓዓሙሉ ኩነት'ዩ ክፈጥር ጸኒሑ። ኣብዚ ናይ ቦስተን ምርኢቱ ድማ ከም ልማዱ ካሜራ ኣብ ዘዘረሉ እዋን ካሜርኡ ኣብዞም ተሓቛቒፎም ዝነበሩ ኣብ ርእሲ ሓዳሮም ብምዝማው ጾታዊ ዝምድና ነይርዎም ዝብል ክስታት ዝቐርበሎም ዘሎ ዋና ኣካያዲ ስራሕ ኣስትሮኖመር እትበሃል ትካል ዝኾነ ቢልዮነር ኣንዲ ባይሮን ምስታ መሳርሕቱ ዝኾነት ክሪስቲን ካቮት ከም ፍቑራት ተሓቛቒፉ እንከሎ'ዩ ተራእዩ። እዞም ክልተ መዛረቢ ማሕበራዊ ሜድያ ኮይኖም ዘለዉ መሳርሕቲ፣ ተሓቛቒፎም ኣብ ዝነበሩሉ እዋን፣ ሃንደበት ካሜራ ናብኦም ኣቢላ ምህላዋ ምስ ፈለጡ፣ ብሕፍረት ብቐጥታ ካብ ካሜራ ክኽወሉ'ዮም ተራእዮም። ሓንቲ ካብቶም ኣብቲ ሙዚቃዊ ምርኢት ዝነበረት ጓል ኣንስተይቲ ነቲ ፍጻመ ብሞባይላ ቀዲሓ ኣብ ቲክቶክ ምስ ዘርግሓቶ ድማ፣ እቲ ፍጻመ ሰፊሕ ሸፈነ ረኺቡ። እቲ ቀንዲ ዋና ኣካያዲ ስራሕ ኣስትሮኖመር እትበሃል ትካል ዝዀነ ቢልዮኔር ኣንድ ባይሮን፣ እቲ ፍጻመ ከም ዘሕፈሮን ንበዓልቲ ቤቱ ይቕሬታ ክሓትት ከም ዝደልን ጽሑፍ ዝዘርግሓሉ መግለጺ ኣውጺኡ እዩ ዘሎ። እዚ ፍጻመ ኣዛራቢ ዝገበሮን ብድሕሪ ሓዳሮም ይዝምዉ ነይሮም እዮም ዘብሎ ዘሎ ከኣ ካሜራ ናብኦም ምስ ኣበለት ብህጹጽ ክሕብኡ ምፍታኖምን ክልቲኦም ከኣ ሓዳር ዘለዎም ብምዃኖም እዮም። በዓልቲ ቤቱ ነዚ ቢልዮኔር ድሮ ነዚ ፍጻመ ግብረ መልሲ ብዝሃበትሉ መልክዕ ኣብ ማሕበራዊ ገጻት ኢንተርኔት ንሽም በዓልቲ ቤታ ካብ ሽማ ክትኣልዮ እንከላ ጸኒሓ ድማ ንኹሉ ናይ ማሕበራዊ ገጻት ኢንተርኔት ሕሳባታ ክትዓጽዎ'ያ ተራእያ ዘላ። መቸም ኣብ ከምዚ ፍጻመ ዘስሕቕ ዝኾነ ግብረ መልሲ ዘይሰኣኖም ወለዶ ሎሚ ድማ፣ ኣብቲ ንሱ ነዛ ሓቚፍዋ እንከሎ ተቓሊዑ ዘሎ፣ መሳርሕቱ ኣብ መጀመርታ ናብ ስራሕ ክቖጽራ እንከሎ ፍሉይ ናይ ምምራሕ ክእለትን ዓሚቕ ተመክሮን ኣለዋ ኢሉ ዘቕረቦ ንኣዳ ኣብ ዝሃብዎ ርእይቶ፣ ናይ ምምራሕ ክእለታን ዓሚቕ ተመክሮኣንሲ ኣብ ምንታይ ምዃኑ ርኢናዮ ኣለና ብምባል፣ ዳእላ ዝተሓወሶ መዛረቢ ማሕበራዊ ገጻት ኢንተርኔት እውን ኮይኑ ዘሎ ብርክት ዝበለ ርእይቶታት እዮም ከቐምጡ ዝረኣዩ ዘለዉ። ኣብዛ ሕሳብና ፈለው ብምግባር

ሓደ ነገር ሰሚዐ መረርካ ከይትውድቕ ኣጆኻ ኢልሃኒ ዘረባታ እወ በዓል ጓልመይ ዝኸዳዊ ነይረ
ግደፎ
ሓንቲ ነይራ ጓል ሓትና ብዙሕ ኣጨፈረይ

ትምርዓዊ እንዲኺ ብምባል ናይ መርዓ ሕቶ ኣቕሪቡላ ኣሎ ማለት እዩ። ኣብ ኤውሮጳ ኮይኑ እሳኳ ካብ ኣሜሪካ ኣብ ዝሓለፈ ከም ዝመጸቶ ገሊጸ ኔረ። ናይ ክልቲኦም ፍቕሪ ውን ብዙሕ መሰናኽል እዩ ዝሓልፍ ኔሩ። እሱ ትግራዋይ ምዃኑ ብሓፈሻ ነቲ ርክብ ብዙሓት ዘይደገፍዎ ኔሮም ካብ ኣዲኣ ጀሚርካ ማለት እዩ። ጓል ተፍቂራ ግን ኣይ ተሰምዕንያ ነዝኾነ እቲ ፍቅሮም ጽቡቅ ቀጺሉ ማልቴሲ ብዙሕ ተጻብኦ እዩ ገጢምዎም ኔሩ እንሆ ናብ ተንበርኪክካ ትምርዓውን ዲኺ ምባል በጺሑም ድሮ ናብ መርዓ ገጾም ይኸዱ ኣለዉ ማለት እዩ ብዝኾነ መጠረሽትኡ እቲ ቪድዮ ነዚ የመስል ኩቡራት ተዓዘብቲ ሓቢርና ንርኣዮ ኣነ እኳ ደስ ኢልኒ ማለት ናብ መርዓ ገጽካ ምኻድ ኣይጽላእኒ ስቅ ኢልካ ካብ ፍቅሪ ፍቅሪ ምጽዋት ቀልጢፍካ ውስን ውስን ምባል ኣይጽላእኒ ብፍላይ ባህርካ እንተ ተፋሊጥካ ጠባይካ እንተ ተፋሊጥካ ኣብ ፍቅሪ ወዲ ፍቅሪ ብዙሕ ግዜ ዘይምቅታል ብቀጥታ ናብቲ መርዓ ክትከይድ ዘለካ ኮይኑ ይስማዓኒ ሽዑ ከኣ ናብ ውላድ እግዝኣብሄር ተፈቂድዎ ፍቃድ ናይ እግዝኣብሄር ስለ ዝኮነ ማለት እዩ ክቡራት ተዓዘብቲ ኣዛራቢ ካብ ዘምሰየ ሎሚ ምሸት እዚ እዩ ብዙሓት ሰባት ፍልጥዩ ሕጂ ኣይክቅብልዎን እዮም ቀልጢፎም ገለ ውን ድሮ ዝብሉ ኣለው ነቲ ናቶም ጉዳይ ዘይቅበልዎ ብዙሓት ኢዮም ኔሮም ንሶም ግን መጥረሽትኡ ኣብዚ በጺሖም ኣለው ክብራት ተዓዘብቲ ከምዚ ትርእዎ ዘለኹም ማለት ኢዩ ብዙሓት ሰባት ውን ኔሮም ዎይ በዓል ሸዊት ውን ኔረን ማለት ኢዩ ብዝኾነ ኣየሳእነና ጋዜጠኛ ኣዲስነሽ ካብ ሃገረ ጀርመን የቀንየለይ። እወ ፋሚሊ እስቲ ላቭ ልቅጽል ቪድዮና ንእተው። ፕረዚደንት ኢሳይያስ ኣፈወርቂ ኣብ ሃገራዊን ዘቤታዊን ጉዳያት ኣተሓሒዙ ሎማዕንቲ ቃለ መሕተት ከካይድ ጸኒሑ ኣሎ። ካብቲ ዝበሎ ድማ ጽሙቕ ኣቢልና ጽባሕ ኣብዚ ከቕርበልኩም'የ። ሓንቲ ኣገራሚት ዝኾነት ቪድዮ ግን ኣብ መወዳእታ ዝነበረ ሲትዌሽን እንታይ ከም ዝመስል ድማ ንርኣዮ ኣብዚ ብሓንሳብ ኮይንና። ኣራይ ክቡር ፕረዚደንት፣ ምስ ግዜ እንቅጽሎ ሕቶታት ወይስ። ግዜ ከይተኣትኩም ዋላ ሕጂ ትኣኽለኩም ትኸውን እያ እዚኣ ክልተ ሰዓት ዳርጋ ቀሪባ ስለ ዘላ ዓስራ ደቒቕ ተሪፈናኻ ኣለዋ ጽቡቕ እሞ ኣብዘን ዕስራ ደቒቕ ሓንቲ ሕቶ ክንገብር እሞ እቲ ዘቤታዊ ስለ ዘይተንከፍናዮ ንጽባሕ ሰንበት ክንቅጽል ኢና ማለት እዩ ካልኣይ ክፋል ነቲ ዘቤታዊ ግዜ መዓስ ሰንበት ጽባሕ ሎሚ ቀዳም እንዲ ዘሎ ጽባሕ ሰንበት እሞ ጥዕሚና ካልእ መዓልቲ ዝቑጸረላ ክልተ ሰዓት ትመልኣልናን ኣይትመልኣልናን ኢና ነብል ነርና ከሕፅረን እየ ፈቲነ ኣነ ብተኻእለ መጠን ሰዓትን ኣርባዓ ደቂቕን ከይድና ኣለና ሕጂ ካልእ መዓልቲ ክንመርፀላ ዝወሰንኩማ ንዓይ ጥዕመንን ኣይጥዕመንን ነግረኩም ይኽእል እየ
ናብ መሪሕነት ሁያሁያ እንደገና እዚ መፍርሕ ኣብ ቃልሲ ኣነ ሓደ ሰብ ዘፈራርሓኒ ክህሉ የብሉን that's why ኣብዚ ሰንቢደ መዝን ገለን

ሰራቒ ሰራቆ ሰራቒ ከማኻ ጌረ ዝጸልኦ እብዛ ዓለም የለን ሰልጠነ ምሽ ዝጸልኦ ኣነ ከምዚ ማዕበል እዋእ ንሰልጠነ ሰልጠነ ኪንግ እዩ ቅድሚኡ ኣኽ እዚ ማዕበል ዝበሃል ኣነ ይብለኩም ኣሎ ካብ ክልተ ሽሕን ዓሰርተ ሸውዓተን ጌሩ ዝጸርፎ ነበረ ነዚ መንእሰይ ንኹላትና ይሳጊርና በቃ ቤንሻንጉል ኦሮሞ ገለ ኩሎም ስድራና ጠቂዑ ንዓይ ዝወረ ሓደ ወዲ ምጽዩስ ኣነ የቦ ደቂ ኣቢሉስ ክልተ ሰዓት ኢንተርቪው ጌርዎ ሽዱሽተ ሽሕ ሰብ ኣኪቡ ኣነ በቃ ስቂላ ሸርሙጣያ ነይራ ከምዚ ብከምዚ ረኪበያ ገለ ኢሉስ ሓደ ወዲ ምጺኡስ ሃተፍተፍ የብሎ ኣብቲ ገዝኡ ቀደም እኳ እዩ ተቃዋሚት ኮይና ኢሉ እኳ እዩ ተቃዊምኪ ኢሉ እኳ እዩ ተቃዋሚት ተቃዋሚት ኮንኪ ኢሉ ሕጂ ኣቡኡ ከመይ ዝበለ ቅጭን ጋቢ ከዲኖም መንግስቲ ኤርትራ ስለ ዘዛርቡ ሓሪቁ

ካብ ዓይኒ ህዝቢ ኤርትራ ዝሕባእ ነገር የለን ኣብ ዓይኒ ህዝቢ ኤርትራ መርፍእን መድፍዕን ሓደ እዩ ሕሳብካ ግበር ምስ ሻዕብያ ኣብቲኣ ዘለኻያ ኣይገድፉኻን እዮም ሻዕብያ ሻዕብያ እዩ። ህድማ ንቕድሚት እዩ። መንግስቲ ኢትዮጵያ ኣብዚ ቀረባ ግዜ ናብ ዋና ጸሓፊ ሕቡራት ሃገራት፣ ሓያሎ መራሕቲ ሃገራትን ንኤርትራ ዝኸስስ ወግዓዊ መልእኽትታት ሰዲዱ ኣሎ። ናይ መወዳእታ ዕላማ ናይዚ ዘመተ እዚ እንታይ እዩ?
ማለት ሰብ ዝሰምዕ እውን እዝኑ ኮኹዮ ክኸውን ኣለዎ እዚ ዘረባታት እዚ ዕሸላዊ እዩ ህጻን ከምኡ ዶ እዩ ክዛረብ ኢልካ ኣይትሓስብን ኢኻ። ቀዳምነት ናይ ቀዳምነት ኮይኑስ ብሰልበጣ ብሓሶት ብዝኾነ ነገር ምሂዝካ ኣምጺኻ ናብ ዋና ጸሓፊ መልእኽቲ ክሳብ ክንድኡ ምጽሓፍ መድረየ ነዚ ሓሶት እዚ ንርካሽ ሓሶት ክንድዚ ኣኻኺብካ ጸሓፍ እዩ ፈጺምካ ስግድግድ ዘብል ባህሪ እዩ ጠባይ እዩ ብቐንዱ ግን ብቐንዱ ድሕሪ ናብ ትንታኔ ክንመጽእ ኮይንና ስለምንታይ እዩ ከምኡ ዝግበር ዘሎ ስለምንታይ ስለምንታይ እዩ ከምዚ ዕሸላዊ ስጉምትታት ዝውሰድ ዘሎ እንድሕር ተባሂሉ ሰልበጣ ጥራይ ኣይኮነን ንኤርትራ ትኸስስ ስለምንታይ ኣይትኸስስን ኣይኮነን በንጻር ናይቲ ዝግበር ዘሎ ምድላዋት ንዕኡ ክትዕብልኾ ማለት እዩ እቲ ዝግበር ዘሎ ህድማ እዩ እቲ ዝግበር ዘሎ ምድላዋት ድሓር ክንዛረበሉ ንኽእል ኢና። ኣብ መወዳእታ ግን ስለምንታይ ኤርትራ ትኽሰስ ኣብዚ እዋን እዚ? በየናይ መርትዖታት? በየናይ ጭብጥታት? ካብ ዓለም እተሰወረ ነገር ኣሎ ድዩ? ንምንታይ ዕላማ ከ ክግበር ኣሎ እንድሕር ተባሂሉ ኣነ ዕሸላዊ ጥራይ ዘይኮነ ህልማ ንቕድሚት እዩ። ማዕበል ንወዲ ሰውራ ዱኳን ሰሪቁ ዱኳን ፈንቂሉ ኢልካ ተጸልሞ ኔርካ ኣታ ሓሳዊ ሰራቂ ሕጂ ከኣ መንግስቲ ክትፍንቅል ከኣ ብፋንትኡ። ሱቅ ጥዑም ምስ መክደኑ ትብል ነይራ ወዲ ዓባይ ሕጂ ከ ሳተላይት ክሰቅላ ኣለና ዋልታ ሃገር ገንዘብ ኣዋፅ ብለኩም ኣሎ እንዳ ዓሻ ደርሆ ትፈልጦ ኢሎም እንዳ ዓሻ ደርሆ ትፈልጥዋ ነዞም ተቃወምቲ ኣኪቡ ሲ ያላ ኣዋጹ ሳተላይት ክንገብርዋ እንታይ ሻምካ እንታይ ሻምካ ኣለዎም ተቃወምቲ ተቃወምቲ እንድሕር ምስ ማዕበል ክሰርሑ ጀሚሮም ኣነ ባዕለይ እንዲ ክጭልግሞም ባዕለይ ክጭልግሞም ኣነ ውይ ውይ ውይ ውይ ኣነ እቲ ዝነበረ ይትገደኒ ተቃወምቲ ወላ እንዳጸላእክዎም ሂወት ከፊለሉ ስለ ዝኾንኩ ዝደንበ ተቃውሞ ብለኩም ኣለኹ ኣነ ንማዕበል ተተቐቢሎሞ መሬት ሓዊ ክትከውን እያ ሓይለይ ሕዲስ እየ ድመጽእ ኣብዚ ሚድያ እዚ ምናምን ኣብ መንጎ ክተርፍ ኣለዎ ሽንቃጣ ክኸይድ ኣለዎ እዚ ረሳሕ ረሳሕ ረሳሕ ሳዋይ ከደ ሓሙሽተ ኣሕዋት ውፅኡ ኣርባዕተ ኮታት ውፅኡ እንደገና ጉስጉስ ነይሩ ንኩናት ጉስጉስ ነይሩ ደቂ ድኻታት ክጥበሱ ሕጂ ከዓ ህዝቢ ኤርትራ ዘይተዋገአ ፅምዶ ሰላም ስለ ዝበለካ ተቃዊሞ ሓት- ዋ ፅምዶ ተኾነ እኮ ማዕበል ንዓኻ ኣይድሕሸካን ስሓትነታትካ ትራኸብ ምስ ዓባይ ካምባፍራሽ ትራኸብ ከማን እዋእ ካብዚ ብዝሓለፈ ግን ሕሉፍ በቃ ብሓይሊ ኤርትራውያን ክኾኑ ደልዩ ይብለኒ ንዓይ ስኹም ይብለኒ ስእለይ ጠቂዑ እቶም ሰባት ብሓይሊ ኤርትራዊት ክትከውን ትደሊ ይብለኒ ይብለኒ ነይሩ ማዕበል ተሰተር እስከ በጃኻ እዞም ፅምዶስ ምስ ሓትነይ ዓይኖም ምስ ሓትነይ እምባፍራሽ ምስ ሓትነይ ዘይባ ክራኸበ ኢልካ ከማን ምጎስጎስካሉ ተደቢርካ ቅንዕ ኢልካ ንዓኻ ምሓሸካ ነይሩ ኤኒወይ ደቂ ዓድና ሰላም ወሰናይ እዚ ሰራቂ እዚ ኣነ ይፈትዎን እየ ማዕበል ዝበሃል ኣይፈትዎን እየ ካብ ቅድም ውሕጅ ማዕበል ይመሃል ኣየ ውሕጅ ዓንሰባ ጠቕሊልዎ ይኽድ ኣይፈትዎን እየ ሰራቂ እዚ ኣብ ቅድሚ ኣዒንቲ መንግስቲ ኤርትራ ከዓ መድፍዕ ዝሰረቐን መርፍእ ዝሰረቐን ሓደ እዩ ፀብፃብ ክትገብር ኢኻ ፀብፃብ ተተይ ጌርካ ከዓ ኣቦኻ ይኮነ ዋላ ሸውዓተ ዓሌትካ ተተኣሰሮ ኣነ ውድኣ መተይ እዩ ኣይግድሸንን እዩ
እሺ ፋሚሊ ሎማዓንቲ ልሓዝኹም ቪድዮታት ዘዮም መስሉ ነይሮም ኣብ ቐፃሊ ብልገራር እሞ ሓደሽቲ ቪድዮታት ሒዘልኹም ክምለስ እየ እስካብ ሽዕቱ subscribe እና like ምግባር ከይትርስዑ ኢኹም peace out።